ኤውሮጳ ሰንትራል ባንክ ነቲ ባጤራዊ ገንዘብ ናብ ዲጊታለ ባጤራ ንክቕይርዎ ን2027 ፕላን ሒዘሞ ዝነበሩ ን2025 ኦክቶበር ተግባራዊ ንክኸውን እታ ፕሬዚደንት ናይቲ ኤሮጳ ዝኾነት ሓላፊት ቅድሚ ክልተ ሰሙን ማሕተማ ኣውዲቓትሉላ ኣብዚ ኤሮጳ ከዓ ብዙሕ ደስኮስዮን ወይ ብዙሕ ዝርርብ ይዛረቡ ኣለዉ ብዛዕባኡ ማለት እዩ ስለዚ ንዑ ድድህስስ ቪድዮ ኣዳልየ ኣለኹ ክሳብ መወዳእታ ምሳይ ሓቢርኩም ክፀንሑ ብክብሪ ይዕድመኩም እቶም ዘይትፈልጡኑ ስመይ ግርማይ ወልዳ ይበሃል ኣብዚ ቻነለይ ከዓ ዝተፈላለዩ ዓይነት ትሕዝቶታት የዳሉ ነዚ ቻነልና ሓደሽቲ ዝኾንኩም ሰባት ሳብስክራይብ ጌርኩም ክትሓብሩና ትኽእሉ ኢኹም ናብቲ ቀንዲ ትሕዝቶ ከብለኩም ከምዚ ኣብ መእተዊ ዝሰማዕኹሞ እቲ ሰንትራል ባንክ ናይ ኤሮጳ ነቲ ባጤራዊ ዝኾነ ወይ ነቲ ወረቐት ዝኾነ ገንዘብ ናብ ዲጂታል ገንዘብ ንክቕይርዎ ወሲኖም ኣለዉ ማለት እዩ እዚ ዓይነት ኣሰራርሓ ከዓ ኣብ ናይጀርያ ተፈትኑ ዝፈልጥ ኮይኑ እንሆ ሕጂ ከኣ ን ክልተ ሽሕን ዒስራን ሓሙሽተን ማለት እዩ ኦክቶበር ክውን ንክገብርዎ ኣብ ኤሮጳ እውን ወሲኖም ኣለዉ ማለት እዩ እዚ እንታይ ነገቲፍ ኣለዎ ንዓና ወይ እንታይ ዓይነት ኣለታዊ ፅልዋ ኣለዎ እንታይ ከንዐኦም እቲ ናብኡ ንክመፅ ዝገበሮም ከንታይ እዩ እቲ ሰንትራል ባንክ ናይ ኤውሮጳ ነዚ ዝጭበጥ ገንዘብ ወይ ነዚ ወረቐት ናብ ዲጊታል ኦይሮ ንክቕይሮ ፕላን ሒዞሞ ነይሮም ነዊሕ ግዜ ዝሰርሕሉ ዝነበሩ እንተኾነ እቲ ክውን ንክገብርዎ ን227 እዮም ወጢኖሞ ነይሮም እንተኾነ ግን ነዚ ዓመት እዚ ክውን ንክገብርዎ ኣብ እንተኣብሃል በፂሖም ኣለዉ ኣብ መደምደምታ በፂሖም ኣለዉ ማለት እዩ ኣብ እዚ ጀርመን እኳ ብዙሕ ይዛረቡ ኣለዉ ኣብዚ ከም ዝረኣኹሞ ኤክስፐርተ ኣብ ዝዛረብዎ ዘለዉ ብመልክዕ ቪድዮ ማለት እዩ ኣቕሪበ ኣለኹ ስለዚ እንታይ እዮም ዝብሉ ዘለዉ እቲ ባጤራዊ ገንዘብ ወይ እቲ ወረቐት ገንዘብ ናብ ዲጊታል ወረቐት እባ ናብ ዲጊታል ዝኾነ ንክቕየር ወሲኖም ከም ዘለዉ ይሰርሕሉ ከም ዘለዉ ኣጽዲቖሞ ከም ዘለዉ ንወርሒ ኦክቶበር ከዓ ክውን ንክኸውን ማለት እዩ ወሲኖም ከም ዘለዉ እዮም ኣብዛ ቪድዮ ዝዛረቡ ዘለዉ ስለዚ ኣብዚ ከም ዝንሪኦም ዘለና እዞም ኤክስፐርት ወይ እቶም ፖለቲካ ከዓ ኣብዚ ኮፍ ኢሎም ዲስካስ ይገብሩ ኣለዉ ማለት እዩ ከምዚ ኩልና ንፈልጦ ሎሚ ብሞባይል ብሰዓት ብዝተፈላለየ ዓይነት እቲ ሰብ እውን ኣብ ማርኬታት ክገዝእ እንከሎ በቲ ናቱ ዘለዎ ናይ ኤሌክትሮኒሽ ዝኾነ መሳርሕታት ክኸፍል ኢና ንዕዘብ ስለዚ ካብኡ ተበገሰ እዮም እዞም ሰባት እዚኦም ከዓ ነቲ ዲጊታለ ክፀቕጥሉ ወይ ንዑ ኣበርቲዖም ክሰርሕሉ ዝረኣዩ ዘለዉ ማለት እዩ እዚ ከዓ እንታይ ፀገማት ከስዕብ ይኽእል ማለት እዩ ንስኻ ሓደ መጀመርያ ሓደ ሰብ ናብ እንዳ ጫማ ይኸይድ እሞ ጫማ ይገዝእ ኣብታ ጫማ ዝገዛእላ ግዜ ናብቲ ሰንትራል ባንክ እቲ ናትካ ዳትን ይበፅሖም ማለት እዩ እስኻ ገዚእኻ ከም ዘለኻ ካልኣይ በቲ እቲ ነገቲቭ ነገሩ ኣብዚ ማለት እዩ ንዓኻ ኮንትረል ይገብሩኻ ኣለዉ ብካል ኣባሃሃላ ክንደይ ገንዘብ ክተውፅእ ኣለካ ኣብ ወርሒ ዲ ኣብ ሰሙን እውን ብኦም ይምጠን ወይ ብኦም ይውሰን ማለት እዩ እቲ መኽሰብ ሕጂ እውን ንዕኦም ይኸውን ኣሎ ማለት እዩ ምክንያቱ ብተዘዋዋሪ መገዲ ናይቶም ፖለቲካ ወይ ናይቶም መሳርሒ ናይቶም ባንክታት ትኸውን ኣለካ ማለት እዩ ስለዚ ኣብዚ እቲ ሕቶ ኣብዚ ክለዓል ዝኽእል ናይ ብሓቂ እዚ ቀልጢፉ ክውን ክኸውን ይኽእል እዩ ንዝብል ቀልጢፉ ክውን ንክኸውን መጀመርያ ከም ናተይ ትዕዝብቲ ኩለን እተን ኣህጉራት ናይ ዓለምና ክቕበልኦ ክኽእላ ኣለዋ ማለት እዪ። እንድሕር ድኣ ኤውሮጳ ጥራይ ነዚ እንተወሲናቶ እዚ ዲጊታለ ዝኾነ ባጤራ ኣብ ናይጀርያ ፈቲኖሞ ዝፈልጡ ኮይኖም ቪድዮ እውን ብዛዕብኡ ኣሎ ኣይ ሪሰርች ክስታይ ኣይገበርኩን እምበር ቪድዮ ሓጺር ቪድዮ ዝረኣኽዎ ብዛዕብኡ ኣሎ ማለት እዩ። ኣብዚ ኣጋጣሚ ኣየዳለኽዎን ዘለኹ ማለት እዩ። እምበር ተፈቲኑ ዝፈልጥ ኮይኑ ኣብ ናይጀርያ እውን ፈቲኖሞ እዮም ማለት እዩ ስለዚ ስለዚ እተን ኣህጉራት ንኩሉ ነዚ ተቐቢሎም ክቕበሎ ይኽእላ ዶ ናብ ምስምምዕ ክበፅሓ ይኽእላ ዶ ንዝብል ምክንያቱ ኤሮጳ እውን ምስ ካልኦት ሃገራት ንግዲ ስለ ትገብር ኣብ ኤሮጳ ጥራይ እቲ ዲጊታል ተጀሚሩ ወይ እውን ተቐይሩ ማለት ናብ ኩሉ ሃህጉራት ይቕበልኦን ይበፅሕን ማለት ኣይኮነን። ነቲ ንክውን ንክኸውን ዘሎ ተኽእሎ እቲ ህዝቢ እውን ኣይቅበሎን እዩ፣ ይቃወም እዩ። እቶም ፖለቲከኛታትን እቶም ባንክታትን ግን እዚ ዓይነት መስርሕ ይሰርሕሉ ከም ዘለዉ ፅቡቅ ገይሮም ይሰርሕሉ ከም ዘለዉ ንክንፈልጥ እቲ ኢንፎርሜሽን ሒዝናዮ ንክንፀንሕ ሰሚዕናዮ ንክንፀንሕ ኢለ እዚ ቪድዮ ዝሰርሑ ዘለኹ መጀመርያ እዚ ቪድዮ ከምዚ ዓይነት ወይ ኢንፎርሜሽን ክንሰምዕ እንከለና ዝኾነ ዓይነት ኣክሽን ክንወስድ ዓይነት ኣክሽን ንሕና ክንወስድ ንኽእል ኢና። ንኣብነት ዝኾነ ክቡራት ነገራት ክንገዝእ ንኽእል ኢና። እቲ ብጥረ ገንዘብ ዘሎ ኩሉ ግዜ ብጥሪኡ ክንሕዞ ዘይኮነስ እንታይ ደኣ ዝተፈላለየ ዓይነት ክቡራት ናቶም ክብሪ ዘይጠፍኡ ከም በዓል ኣዋርቕ ዓይነት ወርቂ ወይ ዚልባ ክትሕዞን ክትቅይሮን ስለ ትኽእል ማለት እዩ። ስለዚ ብኸምዚ ዓይነት ክሳይ ክንገብሮ ንኽእል ኢና። እቲ ፍልጠት ግን ብዓቢኡ ሰሚዕኹሞ ንኽትጸንሑ ኢለ'የ እዛ ቪድዮ ኣዳልየያ ኣይ ሆፕ ሓጊዛትኩም ንኽትከውን ንሕና ፈሊጥና ንኽንከው ጸንሕ ፈሊጥና ሓበሬታታት ረኺብና ክንጸንሕ ዝኾነ ናብኡ ኣንፈት ምስ ንርኢ ኸኣ ውሳነታት ንኽንውስን ኢለ እየ እዚኣ ቪድዮ ሰሪሐያ እዚ ቻነልና ክዓቢ ናብ ካልኦት ሰባት ንክባፃሕ እዚ ቪድዮና ከዓኒ ሸር እንዳገበርኩም ላይክ እንዳገበርኩም ክሳ ግበሩ ኣብ ዝሓለፈ ክልተ ሰለስተ መዓልቲ ቪድዮ ሰሪሕ ነረ ኣብ ሓፂር ግዜ ዓሰርተ ተኻታተልቲ እቲ ቻነለይ ወሲኹ ኣሎ ማለት እዩ ናብ ካብ ሚእትን ሸሞንተን ናብ ዓሰርተ ሚእትን ዓሰርተ ሸውዓተን በፂሑ ኣሎ ስለዚ እዚ ቻነልና ንክዓቢ ኣነ እውን እቲ ዝሰርሖ ትርጉም ከም ዘለዎ ንክፈልጥ ናትኩም ርእቶታትን ናትኩም ደገፍን እዚ ቻነል ኣይትብሉ ስለዚ ኣብ ካልእ ብካልእ ክሳብ ንራኸብ ሓውኹም ግርማይ ደሓን ኩኑ